ካበን ከ እንታይ ኣፍርዩ? ዝኾነ ነገር ኣብ ዕላማ ዘብጽሖ ኣለዎ ዶ?
እያ እታ ቀዲ ከነነፅራ ዘለና ህግደፍ እዚ ናይ ቴስዓን ኣርባዕተን ዕላምኡ ወይ ከዓ ኣብቲ ቻርተር ዘቐመጡ ዕላማታት ሲ ዕላማ ከተቐምጥ ትኽእል እያ ፀገም ኣይኮነን ዕላማ ምቕማጥ ግን ነቶም ዕላማታትካ ከብፅሑካ ዝኽእሉ ትካላት እንተዘይሃኒፅካ ዕላማ ምቕማጥ ዋላ ሓንቲ ኣይኮነን ህግደፍሲ በቃ እዚ ዲሞክራሲ ዶ ሓድነት ዶ ማሕበራዊ ፍትሒ ገለመለ ዝብሉ ነገራት ከም ዕላማ ቀሚጥዎም ኦኬ ፀገም የብሉን ከም ዕላማ ከተቐምጥ ትኽእል ኢኻ ነዚ ዕላማ እዚ ከብፅሓካ ዝኽእል ኣወዳድባ ሃኒፅካ ዶ ኣይሃነፅካን እዩ እቲ ተወሳኒ ሕቶ ሕጂ ህግደፍ ኣብ ዝሓለፈ ዓሰርተታት ዓመታት ካድረታት ኣብ ምፍራይ እዩ ግዜኡ ሕሊፍዎ ሕጂ እዚኦም ካድረታት በብእዋኑ እዚ ናይ ካድረ ምፍራይ ሲ ካብቲ ናይ ሳሕል ግዜ እንዲ ጀሚሩ ኣብቲ ሳሕል ከለዉ እዮም ጀሚሮሞ እዚ ናይ ኣብ ናቕፋ እዩ ሕጂ ዋላ ናቕፋ በቢ ዝርዩ ካድረታት እንዳፍረዩ እዮም ኣብ ምፍራይ እዮም ዝርከቡ ዘለዉ ሕጂ እቲ እቲ ዋና ነገር ኣብዚ ኣብዚ ዝሓለፈ እዋናት ዝተገብረ ኣብዚ ዓድና እንተሪኢና ግን ካድረ ምፍራይ እዩ። ካድረ ከ ንምንታይ ኢኻ ካድረ እንታይ እዩ ዘድልየካ ስለምንታይ ኢኻ ካድረ ተፍሪ? እቲ ካድረ ዝብል ቃልሲ ናይ ካብ ፈረንሳ እንድዩ መበቆል እዩ። ሕጂ ሓደ ጉጅለ ኮይኖም ንሓደ ዝተዋህቦም ንሓደ ተልእኾ ንምትግባር ትጥቀመሎም ጉጅለ እዮም ወይ ኣወዳድባ እዩ። ሕጂ እዚ ናይ ዓድና ካድረ ግን ካድረ ግን ብሓፈሻ ኣብ መሪሕነት እንድሕር መጽዩ ካድረ ካድረ ከም መራሒ እንድሕር ክረኣ ጀሚሩ እታ ዓዲ ኣብ ውድቀት ኣላ ከምዚ ናይ ተወረ ተስፋነይ ዝደረፈቶ ትዃንን ቁንጭን ገለ ዝብል ደርፊ ምሽ ኣሎ ከዛ ንዓ ብሂድሞ ከምኡ ኢዩ ትዃንን ቁንጭን መጽዮምኻ ማለት ኢዩ ካድረ ኣብቲ ናይቲ ነቲ ብልሽውና ትካላዊ ኢዩ ዝገብሮ ካድረ ብቑዕ ኣይኮነን ካድረ ካድረ ክትከውን እንተ ኮንካ ንመን ትፈልጥ ኢዩ እንታይ ትፈልጥ ኣይኮነን ካድረ ጎይትኡ እንታይ ይደሊ እዩ ዝፈልጥ እምበር ሃገሩ እንታይ ትደሊ ደቁ እንታይ ይደልዩ ደቂ ደቁ እንታይ ይደልዩ እታ ሃገር እንታይ ትደሊ ኣየገድሶን እዩ ሕጂ ዓድና ኣብ ትሕቲ ካድረ ኣብ ትሕቲ ክፉእ ብልሽውና ክትኣቱ ዝገበራ ኢሳያስ ምስ ካድረታት ክሰርሕ ምስ ጀመረ እዩ ናብ ሜዳ ክንርኢ ንኽል ኢና እኮ ኣብ ሜዳ ብዙሓት መራሕቲ ኔሮም ብቑዓት መራሕቲ ጴጥሮስ ከተልዕል ትኽእል ኢኻ ድሩዕ ከተልዕል ትኽእል ኢኻ ካልእ ካልእ መራሕቲ በብ እዞም ጉጅለ ዓሰርተ ሓሙሽተስ ክትገልጾም ትኽእል ኢኻ እንታይ ፈጢሮም እዚኦም ከም መራሕቲ ኣብቲ ዓሰርተታት ዓመታት ኣብ ሳሕል ዝገበርዎስ እንታይ ፈጢሮም ብቑዕ ትካላት ፈጢሮም እዮም ናብ ውሽጢ ዓዲ መጺኦም ብቑዕ ትካላት ፈጢሮም ደርጊ ዝኣክል ምስ ካልኦት ነቲ ኩነታትሲ ንደርጊ ክወዳደር ዝኽእል ኣወዳድባ ብቑዕ ኣወዳድባ ፈጢሮም መፂኦም። ኢሳያስ ካብዚኦም መራሕቲ እዚኦም ተነፂሉ ምስ ካድረታት ክሰርሕ ምስ ጀመረ እንታይ ኮይና እታ ዓዲ? ከምዚ ንሪኣ ዘለና ዋላ ሓንቲ ዝኾነ ስታይ የብላን። ዝኾነ ኣብ ብልሽውና ተቋማጢዓ ተስፋ ዘይብላ ዝጸልመተት ዓዲ ጌርዋ ማለት እዩ። ሕጂ ንኣብነት በቃ ኣብ ዝሓለፈ ሰሙን ዝክርእ ናይ ቺለ መራሒ ሓደ ዲክታተር ሲ ኣብዚ መጀመርታ ሰብዓታት መጺኡ ነይሩ። እዚ ዲክታተር ብዕልዋ ምስ መጸ ሲ እቲ ዓድስ እቲ ዲክታተርሲ ከመይ ከም ዝመርሓስ ይፈልጥ ኣይነበረን በቃ ስልጣን ጥራይ ሒዙ ስልጣን ሒዙ ሽዑብቲ እዋን እዚኦም ቺካጎ ቦይስ ዝበሃሉ ኣብ ናይ እዚ ሚልተን ፍሪድማን ዝበሃል ንፉዕ ናይ ፍሪ ማርኬት ስታይ መምህር ኣብ እዋኑ ዝተማሃሩ ኮይኖም ንዕኦም ምስኦም እዩ ክሰርሕ ጀሚሩ። እሶም ከኣ ልዕሊ ሓሙሽተ ሚእቲ ፔጅ ድዮም ገለ ዶኩመንት ኣቕሪቦምሉ። ብዛዕባ እታ ዓድስ ከመይ ገይራ እያ ናብ ዝሓሸ ደረጃ ከመይ ገይራ እያ ቁጠባዊ ለውጢ ተምጽእ እቲ ህዝብስ ከመይ ገይሩ እዩ ሃብቲ ዝፈጥር ሕጂ ምስዚኦም ብቑዓት ሰባት ስለ ዝሰርሐ ቺለ ሕጂ ኣብ ደቡብ ኣፍሪቃ ኣብቲ ደቡብ ኣብ ደቡብ ኣሜሪካ ወይ ከኣ ኣብቲ ላቲን ኣሜሪካሲ ዝሓሸ ናይ ፖለቲካ ናይ ነቲ ማሕበራዊ ቁጠባዊ ፖለቲካዊ ኩነታት ናይቲ ዓድስ ጠቕላላ ቀይርዎ ዋላ ምሕደርኡ ስርዓተ ምሕደርኡ ተቐይሩ ሕጂ እዚ ሰብኣይ እዚ እንታይ ስለ ዝመረጸ እዩ ምስ ካድረታት ፈሪሑ ኩሉ ዕዳጋ ክቋጻጸር ኩላ ምንቅስቃስ ናይቲ ህዝቢ ክቋጻጸር እንተዝፍትን ነይሩ ችለ ዝኸፍአት ካብ ኤርትራ ዝሓምቐት ሃገር ኮይና እውን ክትህሉ ምኸኣለት ነይራ ትኸውን ድሕሪ ኣብ ዓድና ዘሎ ሕጂ ሽግር ሲ ምስ ካድረታት ኢሳያስ ካብኡ ኣዝዮም ብዝሓምቁ ሰባት እዩ ዝሰርሕ ኣዝዮ ኣዝዮም ዝሓምቁ ሰባት እዮም ዝምእዘዝዎ እዮም እዞም ሕጂ ማንኪ ዶ ቻርሊ ዶ ገለመለ ዝበሃሉ ካድረታት እዮም መራሕቲ ይኮኑ ሕጂ ኣብ ኣፍሪቃስ እንታይ ዝብል ምስላ ኣሎ ንህበይሲ ካብ ባናናስ መዓር ጥዑም ምዃኑ ክትነግራ ኣይትኽእልን ኢኻ ካድረ ከኣ እቲ ጎይትኡ ዝበሎ እምበር ትካላት ጥዑም ምዃኑ፣ ንሶም ካብቲ ሰሪቖም ዝረኽብዎ ንላዕሊ ካልእ ሃፍቲ ከም ዘሎ፣ ካልእ ክብረት ከም ዘሎ ከተረድኦም ኣይትኽእልን ኢኻ። ካድረ ከተረድኦ ኣይትኽእልን ኢኻ። ካድረ ክትምህሮ ኣጸጋሚ እዩ። ካድረ ኣይመሃርን እዩ። ካድረ ጎይትኡ ዝምድና ጥራይ እዩ ዝሕሉ። ሕጂ እብዚ ዓድና መጺኦም ዘለዉ ካድረታት ከኣ እቲኦም ካድረታት በቃ እቶም ብቑዓት ካድረ እቲኦም በብወለዶኦም እንተርኢናዮም ሲ እቶም ናይ መጀመርታ እዚኦም ክንዲ በዓል ድሩዕ ክንዲ በዓል ኢሳያስ ዝኾኑ እሶም መራሕቲ እዮም እዞም ብድሕሪኦም ኣብዚ ሰማንያታት ዶ ዋላ ኣብዚ ተስዓታት ገለመለ ናብቲ ኣብቲ መወዳእታ ናጽነት ዝኸዱ ኣብ ክፍልታት ኣነ ኦፕሬተር ነይረ ኣነ ኣብ ክፍልታት ሓኪም ነይረ። ኣነ ኣባል ሰልፊ ሚስጢር ይፈልጥ እየ ዝብሉ ሰባት ኢዚኦም እዮም። ነቲ ተጋዳላይ ዋጋ ኣኽፊሎሞ ኣብዚ ዓድና መጺኦም ከኣ መዓት ብልሽውና ኣብ መዓት ኣትዮም ዋላ ኣብዚ ደገ መጺኦም ውዳበ ከይንፈጥር ዘሸግሩና ዘለዉ ከኣ ንሳቶም እዮም። እዚኦም ሰባት እዚኦም ኣዝዮም ዓሌታውያን እዮም። ንነገራት ብብቕዓት ኣይኮኑን ዝርእይዎ። ብዓደይ ብወገናውያን እዮም፣ ዓሌታውያን እዮም፣ ብዓሌት እዮም ዝርእይዎ ንዝኾነ ነገር። ከም ውጽኢቱ ከኣ ሕጂ ኣብ ደገ ይኹን ኣብ ውሽጢ ይኹን ዝኾነ ውዳበ የለን። ኣብ ዲቕ ዝበለ ናይ ብልሽውና ስታይ ንርከብ ኣለና ማለት እዩ። ቴንክ ዩ ወዲ ማይ ላርፌ ሲራፎ እቲያ መጀመርታ እቲያ ሕቶሲ ዕላማታት ናይ ህግደፍ ካብቶም ዕላማታቱ ኣብዚ ዝሓለፈ ሰላሳ ዓመት እንታይ ኣተግቢሩ ወይ እንታይ ዘፍረዮ ነገር ኣሎ እንድያ ነይራ ምስኣ ተሓይዘ እንታይ ክሓተካ ካድረ ንምዃንሲ እንታይ እዩ ዘድልየካ ካድረ ንክትከውን እንታይ የድልየካ ከምኡ ካድረ ኩሉ ገዳሲ ይኮነን ዶ ንኣብነት ኣብ ህዝባዊ ግንባር ካድረታት ነይሮም እቶም ካድረታት ከዓኒ ነቲ ተጋዳላይ ኣብ ሞራል ኣብ ምሃብ ገለ መለስ ሓያላት እዮም ነይሮም ገለ በሃሉ እሞ ካድራት ክህልው ገዳሲ ይኮነን ድዩ ከምኡ ካድረ ንምዃን ከንታይ እንታይ የድልየካ ብብቕዓትካ ካድረ ዝኸውን ምባል እዩ ሕጂ እንታይ ድዩ ካድረ ንምዃን ይሻሎ ብዙሕ ብቕዓት ዘድልዮ ይኮነን ምክንያቱ ሕጂ ክንሪኦ ከለና ብፍላይ ሲ ከምዚ ኣያያያይ ትብሉ እዩ ካድረ ንክትኮን ተኾንካስ ኣያያያ ምኽንያቱ ካድረ ማለት እኮ ሕልና ዘይብሉ ሰብ ማለት እዩ ሕልና ዘይብሉ ነውርን ዘይነውርን ዘይፈላልጥ ብዓለገ ማለት እዩ ወላ ሓንቲ ካልእ መግለፂ የብላን ዶብ እውን ክስታይ እውን የብሉን ከምዚ ኣነ ሰብኣይ ነዛ ነገር እዚኣስ ኣይሰግራን እዩ ኣይብልን እዩ ሕጂ ንኣብነት እዚ ሃብቶም ዝበሃል ምሽ ኣሎ ሃብቶም መን እዩ ዝበሃል ብቐዳይ ካ ነልዕሎ ነበርና ሓደ ዓንጓሮ ወዲ ዘሎ ብእስራኤል ኦ ሃብቶም ሃብቶም ፈይደ ዋላ እዚ ፊልሞን ዝበሃል ገለመለ ሕጂ ረኣዮም እዚኦም ሕጂ ካድረታት እዮም ነታ ዕንዳይ ዝበሎምሲ ኣይሰግርዋን እዮም ኣነስ ሎማዓንቲ ነንስትኹም ምሰን ክሓድር እየ እንተዝብሎም ከማን ሕራይ ምበልዎ ጀስት ካድረታት እዮም ዋላ ሓንቲ ከምዚ ክስታይ ኣሎ ሰብኣይ ክትከውን ሲ ጉብዝና እዚ ስፖርት ምስራሕ ገለ ይኮነ ዘድልየካ እቲ መጀመርያስ ዝክስታይ ኣለካ ድዩ ናይ ሰብኣይ ባህሪ ኣለካ ድዩ ረዲኻኒ እዚኣስ ዋላ ሞት ትኹን እምበር ኣይብላን እየ ትብል ዶ ኣይገብራን እየ ትብል ዶ ረዳን ሕጂ ከምዚኦም እዮም ካድረታት ሕጂ ፊልሞን ድዩ ዝሃብቶም ድዩ በለስ በቃ እንታይ እሞ ካድረታት ንክኾኑስ ንዓምታብ ከምቲ ጭሕሙ ንሱ ዝሰዶ ጭሕሙ ሰዶ ከምቲ ንሱ ፀጉሪ ዓይኒ እዩ ዝላፅዮ ዶ ዋላ እቲ ጨጉሪ ዓይኖም ክላፅዎ እዮም ሕጂ ፅንሕ ኢሎም በቃ ግድን እዮም እታ ንጎይትኦም ክሕጉስዎ ኣለዎም ዝኾነ ተኣምር ረዳኻን ሕጂ ካድረ ክትከውን ዝኾነ ነገር ኣየድልየካን እዩ እቲ ዝኸፍአ ግን ንካድረ ኣብ ሕብረተሰብ ዕንወት ዘምፅእ ንካድረ ከም መራሒ ምርዳእ እዩ ንካድረስ ከም መራሒ ሕጂ ኢሳያስ ኣፈወርቂ ብቕዓት የብሉን ከምዚ ገለ ኣይኮነን ኢሳያስ ኣፈወርቂ ምስ ብቕዓት ዘይብሎም ሰባት ስለ ዝሰርሕ እምበር ብቕዓት ስለ ዘይብሉ ይኮነ ኩሉ ሰብ ናይ ሰብ ብቕዓት መወዳእታ ኣለዎ ንሽተይ ክስታይ ኣለዎ ተረዲኻኒ ግን ምስ ብቑዓት ሰባት ክሰርሕ ከሉ ሕጂ ንኢሳያስ ንርኣዩ ንኣብነት ምስ በዓል ጴጥሮስ፣ ምስ በዓል ድሩዕ፣ ምስ በዓል ገለ ክሰርሕ ከሎ ብጀካ ሓይሊ ኣየር ኩሉ ትካላት ሃኒጾሞ ኣብ ኣብ ሜዳ በቃ ከምዚ ናይ ፋብሪካ ምሻሉ ንኣብነትሲ ሓንቲ ብርጌድ ድሕሪ መስመር እንድሕር ከይዳ ንበሎ ንኣብነት ካብ ሳሕል ተበጊሳስ ኣብ ዓረት ኣብ ዓዲ ቂሕ ኣብ ዓረት እንድሕሪ እት ዝኾነ ስርሒት ተዋሂብዋ ክትሰርሕ ኮይና ኣትኸይድ ዘላ ሃዱ ብጀካ ነብሶም ኣብ ዝባኖም ዘሎ ዕጥቂ ዝኾነ ነገር ኣይወስዱ ምክንያቱ ኣብቲ ዝኸድዎ ቦታ ኩሉ ዘድልዮም ነገር ኣብኡ ተቐቢሩ ተዳልዩ ይጸንሖም ሕጂ ከምዚ ናይ ፋብሪካ ምሽ ኣሎ በቃ ሰብ ሲሶ ስርሑ ዝፈልጥ ሰሱ ስርሑ ይፈልጥ ነይሩ ተጋዳላይ ኩሉ ነገራት ድሉ ነዚ ኩሉ ዝገበርዎ ብቑዓት መራሕቲ ስለ ዝነበሩ ኣብ ኣብ ህዝባዊ ግንባር ዋላ ነቲ ወለዶ ዝነበረ ናይቲ ሽዑ ናይዞም ኣቦታትና ስታይ ክርድኦ እንተፈቲና ሕጂ ኣብ ሓምሳታት ዝነበሩ በዓል ተኪኤ በየነ ትኩሕዶ ጎገለ ብጣዕሚ ፅዋታት እዮም ፅዋታት በቃ ኣብ ምጉት ዝኣምኑ ካድረታት ኣይኮኑ ምሻሉ ብቑዓት ሰባት ኣብ ምጉት ዝኣምኑ በቃ ልክዕ ኤርትዐ ግብእ ዝብሉ እዮም ከም በዓል ኢሳያስ ከዓ በቃ ምስቲ ዝነበረ ድሓር በዓል ኢሳያስ መፅንካ እዞም ናይ ስሳታት ቆልዑ ገለ ትርኢ ከለካ ምስቲ ዝነበረ ዓለማዊ ፅልዋ ዝጓዓዙ ሰባት እዮም ንኣብነት ከም በዓል ፓትሪስ ሉሙምባ ድዮም እዚኦም ቾጎቤራ እዚ ካስትሮ ገለ መለስ እንታይ ገይሮምሎም እዮም ፅልዋ ገይሮምሎም ማለት ሰሓባ ሽጋራ ከምናቶም ቆቢዕ ከምናቶም ገብሩ ገለ ብኡ ተፀልዮም ግን ሰውራ ፈጢሮም ከይዶም ሰውራ መስሪቶም ውዳቢ ፈጢሮም ነቲ ህዝቢ ኣብ ወዲቦም እንታይ ገይሮም ኣቃሊሶሞ ቃልሲ መሪሖም ስዕዊቶም መወዳእታ ዋላ ኣብ ውልቀ ሰብ ይጨወቲ ቃልሲ ግን እንታይ ገይሮም እዮም በቃ ከም መንእሰያት ክገብርዎ ደለዎም ንእሽታት ቆልዑ እዮም ነሮም ገለ ግን ዋላ ኣብቲ ሜዳ ከለዉ ኣብ ሳሕል ኣብ ሓደ ጸቢብ ቦታ ይንበሩ ደሓር ግን ወጽዮም ኣብዚ ኤውሮጳ ክዛወሩ ከለዉ እውን ዓለም ከምቲ ንሶም ዝትንትንዋ ከም ዘይኮነ ዓለምሲ ካልእ ከም ዝኾነት እውን እንዳተረድኦም መጽዩ ሕጂ ንሳቶም መራሕቲ ስለ ዝኾኑ ግን ኦኬ ደሓን ናጽነት እሞ ትምጻእ ናጽነት ምስ መጸት ግን ነርክበሉ እምበር ዓለምሲ ከምቲ ንሕና ኣብ ሳሕል ኮይና ንትንትና ኣይኮነትን ካሊኣ ገለ ኢሎም ከኣ እንታይ ይገብሩ ነይሮም እሶም ንኢሳያስ ኣብቲ ናይ ብሓቂ መስመር ከምፅዎ ኢሳያስ ከኣ ንዕኦም ስለተረድኦም ከኣ ናቱ መንገዲ ምፅኡ እንታይ ገይሩ ካድረታት ኣምፅኡ ሕጂ ቻርልስ እንታይ እዩ እንታይ ወዲቡ እንታይ እንታይ እዩ መሪሑ ዕውይቱ ዝፈልጥ ሓጎስ ክሻ እንታይ እዩ ናብ ኣምኻትካ ናብ ኣምኻትካ ሲራኩም እዞም እ ትብሎም ዘለኻ መራሕቲ ሲ ንሶም እዮም ንኣብነት ድሩዕ ድሩዒ ን መስራቲ ነቲ እንዳ ካድር እቲኦም ኣብኡ ዝተማህሩ ካድራት ከኣ ሞራል ናይቲ ሰራዊት ንምሕላው ኣገደስቲ እዮም ኔሮም ዝብሉ ተጋደልቲ ኣለዉ ሕጂ ኣገደስቲ ተነይሮም ንሶም ሓንቲ ሉላዊት ሃገር ክትህልወና ኣገደስቲ ተነይሮም ሲ ብሕጂ ከ ኣብ ደምበ ፍትሒ ኮይንካ ካድራት ክህልዉኻ ንዓዲ ዘእትዉኻ ኣብ ዓዲ ኮይንካ ከኣ ካድራት ክህልዉኻ፣ ኣብ ስልጣን ንክትህሉ፣ ስምዒት ናይ ሕብረተሰብ ንክቆጻጸሩስ ኣገዳሲ ዶ ኣይኮነን እያ ትብል ትሕቶ። ትክክል ኣለኻ ኳዕዊታ እወ ሕጂ ካድራት ኣይድልዩና ኣይኮናን ዘለና ግን እቶም ካድራት ሲ ንኣብነት እቲ መራሒ ሲ ምስ መራሕቲ ድዩ ዝሰርሕ ዘሎ ወይስ ምስ ካድራት እዩ ዝሰርሕ ዘሎ ግን ናይ ምምማይ ክስታይ ክህልወና ኣለዎ ብቕዓት ክህልወና ኣለዎ ሕጂ ሓደ ግዜ የንብብ ነይረ ሓንቲ ጽሕፍቲ ኣንድሬ ካሬንገ ዝበሃል ሰብኣይ ነይሩ ካብቶም ቀዳሞት ሚልዮነራት እዩ ቅድም ሕጂ ምስ መተ ሲ እንታይ ኢሎም ጽሒፎምሉ ኣብቲ ናቱ መቓብር ማለት እዩ እታ ዘንበብኩዋ እቲ ምስ ካብኡ ንላዕሊ ዝበቕዑ ሰባት ዝሰርሐ ሰብ ኣብዚ ዓሪፉ ኣሎ ኢሎም እዮም ኣብቲ መቓብሩ ጥቕሲ ጽሒፎምሉ ሕጂ ሓደ ብቑዕ መራሒ ዝበሃል ምስ ካብኡ ንላዕሊ ዝበቕዑ ሰባት ይሰርሕ እንተልዩ ኮይኑ ዓዲ ይሃንጽ ትካላት ይሃንጽ ዓዲ የማዕብል ሕብረተሰብ ይቕይር ሓደ መራሒ ምስ ካብኡ ዝሓምቁ ሰባት ይሰርሕ እንተልዩ ዓዲ ክመርሕ ኣይክእልን እዩ። ዓዲ ክመርሕ ኣይኮነንሲ ሓንቲ ግራት ጣፍ ዘሪእኻ ፀሃይኹም ፅሂኹም ዓፂድኩም ኩላ ነገር ገይርኩም እትዋ ድካን ከእትዋ ኣይክእሉ ተረዲኻን ነዚኣስ ካብ ንዓፅዳስ ሓዊ ነቃፅላ ክበሃሉ ክእሉ ምክንያቱ እንታይ የብሎም ሞራል ዝበሃል የብሎ ስብእነት የብሎም ተረዲኻን ሕጂ ካድራት ኣይድልዩን ዘይኮኑስ ካድራት ከም መራሕቲ ምርዳእ ግን ጌጋ እዩ ሕጂ ማንኪ ድዩ ቻርሊ ድዩ ሓጎስ ከሻስ መራሕቲ ይኮኑ ካድራት እዮም ሕጂ ማንኪ ቻርሊ ሓጎስ ክሻ ዘምህረት ገለ መራሕቲ እንተኮይኖም ኣብዚ ሃገር እንታይ ሃኒፁ መሰረታዊ ክምለስ ዘለዎ ሕቶ እንታይ እዮም ሃኒፆም ዝሃነፅዎ ነገር ኣሎ ብጀካ ብልሽውና ብጀካ ዕንወት ብጀካ ገለ ኣብዚ ዓድናስ እንታይ ኣምፅኡ ርድሃን ወላ ሓንቲ ዘምፅዎ ነገር የለን ሕጂ እቲ ቀንዲ ጠንቂ ውድቀት ናትና ኢሳያስ ምስቲኦም ናይ ብሓቂ መራሕቲ ነቶም ናይ ብሓቂ መራሕቲ ንዓና ብዘይ መራሕቲ ትሪፉ ነቶም መራሕትን ኣሲሩ ኣጥፊኡ ምስ ካድራት ክመርሓና ምስ ጀመረ ንሕና ከኣ በዓል ባንክ በዓል ግል ብቑዓት መራሕቲ እዮም ሕጂ በቃ ከም ናይ ሓደ ከባቢ ከማን ምሻሎ ከም ናይ ሓደ ከባቢ ክውቀሱ ጀሚሮም ተረዲኻኒ ዋእ ካድር ደኣ እንታይ ናይ ሓደ ከባቢ ኢሳያስ ምስኡ ምስ ኢሳያስ ረብሓ ዘለዎም ካድረታት መዓት ካብ ኩሉ ዓሌት ካብ ኩሉ ዓዲ ካብ ኩሉ ከባቢ ኣለዉ ማንኪ ቻርሊ ገለ ጥራሕ ኣይኮኑን ዘለዉ እዚ ኣወል ስዒድ ዝበሃል ከማን መፅኡ ሕጂ ኣወል ስዒድ ሲ ናይቶም ዝሓለፉ ሓወቦታት ከምቶም ዝሓለፉ ሓወቦታቱ ኢሳያስ ፍሉጥ ኢና ገሃነም እሳቱ ከባርሮ እዩ ግን ዋላ ንሱ ከማን መጺኡ ሕጂ በቃ መኪና ገይሮምሉ ጸጉሩ ስታይ ገይሮምሉ ኣመርዕዮሞ ገለ ገይሮሞ ረዲኻኒ ሕጂ በቃ ካድረስ እዚኣ እዚኣ እዩ ስርሑ ሕጂ ኣወል ስዒድ ንዓና እንታይ ዝገብረና ናይ ፓኪስታን ጽርግያ ምጽኡ እንታይ ይብለካ ናንሰርሖ ዘለና ብለካ ኣሕፍርን ይኸም ክብለካ ሕጂ ኣብ ኤርትራ ዋላ ካብኡ ዝበልፅ ፅርግያ እሞ ሰራሕ ትካል ተዘይተሃኒፁ ትካላዊ ሰራርሓ እንተዘየሎ ንሕና ኣብ ዓድና ክንነብር ተዘይጀሚርና በቃ ንዓናስ ክከላኸሉልና ዝኽእሉ ትካላት ንዓና ካብ ወለዶ ናብ ወለዶ ክነስግሮም ንኽእል በቃ መንግስትስ ብቐጻሊ እዩ ዝህነጽ ነው መሰረት ተዘይተነቢሩስ እንታይ ይገብረልና ጽርግያ ተሃኒጹ ክንዕንዎ እንዲና ጽባሕ ንግሆ በቃ ነዚ ከምዚ ኢልና ክንነብር ኣይንኽእል ነዚ ስርዓት እዚ ክንኣልስ እንታይ ክንገብሮ ኢና ነቲ ጽርግያ ክንዕንዎ ኢና ዋላ ፐላሶ እንተሰርሐ ክንዕንዎ ኢና ኣብ ኩሉ ዓለም ከምኡ ኮይኑ እዩ ኣብ በዓል ሴርያ ዒራቕሲ መዓት ጽርግያ መዓት ፐላሶ ተሃኒጹ መንግስቲ ስለ ዘይተሃነፀ ግን እቲ ፓላሶ እቲ ፅርግያ ድሒኑ ድዩ ካብ ምዕናው ኣይደሓነን ሕጂ ንሕና ክንሓቶ ደልናስ ትካላት ተሃኒፆም ነብዚ ሃገር ህዝብናስ ቁርጡ ዝኾነ ናይ ፖለቲካዊ ባህልስ ክርዳእ ጀሚሩ ዶ ኣብ ዓዱስ ነውርን ዘይነውርን ኩሉ ሰብ ሕጂ እኮ ንሓደ ነገር ብናይ ሕልና ጉዳይ ከም ሰብ ኮይኑ ኣይኮነን ዝሪኦ ዝኾነ ነገር ፀግዒ ኮይኑ እዩ ዝሪኦ ፀግዒ ምሻሎ ናይ ዝኾነ ነገር ፀግዒ ትኸውን ሕጂ ኣሜሪካስ ኣብ ኣሜሪካ እንዳተቐመጠ ናይ ኣሜሪካ ዌልፌር እንዳበልዐ ናይ ኣሜሪካውያን ናይ ኣሜሪካውያን ዝሃነፅዎ ትካል ናይ ፍትሒ መስ ኩሉ ነገሩ ተሓሊሙ እንዳነበረ ኣሜሪካስ ናትና ፅቡቅ ኣይትምነን እያ ኣለካ ሕጂ ኩሉ ሰብ ብዛዕባ ፖለቲካ ብዛዕባ ገለ ብዛዕባ ገለ ዝኸውን ዘሎስ እንታይ ስለ ዘሎ እዩ ትካል ስለ ዘየሎ ንሕና ሞያ ይብልናን ሞያ ኩሉ ሰብ በቃ ብዛዕባ ዝመፀሉ ይዛርብ እዚ ሕጂ ማሕበራዊ ቅልውላው እዩ በቃ ኩልና ቅልውላው ሕውስ ውስ ውስ ውስ ኢልና ሕጂ እዚ እንታይ ስለ ዝኾና ኢና ብካድረታት ስለ ንምራሕ መንግስቲ ስለ ዘይብልና ሕጂ ካድረ በቃ ኣገዳስነት ናይ ካድረ ዋላ ኣገዳሲ እውን ኣገዳስነት ዘለዎ ስራሕ ዋላ ኣብ መድረኹ ሲ ኣብ ሜዳስ የድሊ ነርኸውን እዩ መንግስቲ እንተኾንካ እንታይ ካድረ የድልየካ መንግስቲ ተኾንካ ትካላት እዮም ዝመርሑ እምበር ካድረታት ኣይኮኑን ዝመርሑ ሕጂ ሃገር ምልእቲ ብካድረ ክትመርሕ ቁንቁል ኣፋ ተተዕንዋ ስለዚ ሲ ካድረ ዋላ ሓንቲ የብሉን ካድረ ከዓ ሕጂ ድሓን ብርሑቅ እሞ ንግደፎ ዓዊታ ንሕና ብሓባር ስለ ንፋለጥ ካብ ነዊሕ ግዜ ኣብ ሓባር ናብ ብዙሕ ስለ ነበርና ኣብዚ እንዳ ዕንዳይ ሲ ነታ ማሕበር ንክትፈርስ በቃ ዝኩሉ ተጻዒርዎ ገለ መለስ ኣብ ሓሙሽተ ደቂቃ እታ ማሕበር ፈሪሳ ተረዳኻኒ ሕጂ እቲ ማሕበር እንዳ ፈረሰ ከሎ ወይ ከዓ ፈሪቱ ከሎ እዚኦም ኣብ ከባቢኡ ዘለዉ ሰባት ትጋገ ኣለካ እዚ ከምዚ ክብልዎ ክእሉ ክኢሎም ድዮም ሕጂ ካድረታት ስለ ዝኾኑ ኣይግድሶምን እዩ በቃ ወላ ሓንቲ ብዛዕባ እቲ ተሓለፈ ድኻም ብዛዕባ እቲ መንእሰይ ኣሚንና ኢና ንሕና ን ተረዲኻኒ ኣሚንና ኢና ንሕና ናብዚ ብዕሉግ ሰብ ዝቀሪብና ኣሚንና ስለዝኣመንና ኢና ናይ ብሓቅስ ዓድና ከብፅሓና እዩ ናይ ብሓቅስ በቃ ያና እዩ እዚስ ብዛዕባና ንሃና መፃዕዲ ብጣዕሚ ዘጎድሶ ገሌልና ኢና ንሕና ከምኡ ገርና ግን ሓሙሽተ ደቂ ኣነ ወዲ በርሀ እየ ገለመለሉ እንታይ ገይርዋ ወዲ በርሀ ይኹን ወዲ ወዲ በርሀ ኣይኹን ንዓና እንታይ ኣይኮነን ኣገዳሲ ኣይኮነን ወዲ በርሀ ክኾኑ ከይኮኑ ንዑ ዘገድሶ እምበር ንዓይ ንዓኻ እንታይ የገድሰና ንዓና ዘገድሰናስ ጭውነቱ ብቕዓቱ ውፅኢት ይኣምን ዲኣምን ዘገድሰና ነይሩ መጀመርያ ካበይ ዓዲ መፅኡ ገለ ኣይሓተትናን ግን ብትንትን ኣቢልዋ እዞም ዓንጓራት ሰባት ተዛሪቦም ወይ ተዛሪቦም ድዮም ምስኡ ተሪፎም ስጋብ ሕጂ ረኣዮ እንታይ ጌሮማ ነዛ ሕብሪ ዘይብላ በቃ ግረቸሊና ከምዛ ግረቸሊና ግረቸሊና ድዩ ዝበሃል እዘን ደቂ ኣንስትዮ ዝማልቶ ገለ ዝሰዳሉ ልክዕ ከምዛ ግረቸሊና ሕብሪ ዘይብላ ገይርዋ ኢሳያስ ከዓ ልክዕ ከማይ ገይርዋ ነታ ነዛ ዓዲ ሕብሪ ዘይብላ ዓዲ ገይርዋ በቃ ሕጂ ሰባት ከመይ ኢሎም ገሃነም እሳት ከም ዝነብሩ እንታይ ኢሉ ሓደስ እዚ ሰብስ ናይ ሓቂ ካብ ኤርትራ ዝወፀ ሲ ስእሊ ስኢሎምስ ሰዲዶምሉ ካታይ ካብ ሳንዱቅ ሬሳ ዲኹም ኣውፅኹም ኣምፅሞ እዚ ሰብስ ናይ ሓቂ ብሂወት ይነብር ኣሎ ኢልዎም ረጋሃኒ ምስ ረኣዩ ማለት እዩ ብጢመት ብግልስ ተኮይኑ ሰብ እዚኣ ገይሮማ ሕጂ ሰብ በቃ ዳርጋ መይቱ ዝነብረላ ዓዲ ገይሮማ ኢሳያስ ከምዚ ዝገበራ ግን ነቲ ዓዲ ምስ ካድረታት ስለ ዝሰርሕ እዩ እዚ ካድረታት ከዓ ካብ ሜዳ ክንርድኦ ዘለና ዋላ ብፍላይ እዞም ኣብ መጀመርያ ሰማንያታት ኣብ መወዳእታ ሰብዓታት ተሰለፉ ተጋደልቲ ብጣዕሚ ሽለታት እዮም ነዚ ዓዲ እውን ርምስምስ ዘበልዋ ኢሳያስ ነዚኦም ሒዙ እዩ ረሚስዋ ዋላ ኣብዛ ደገ መፂኦም ነዚ ኩሉ ደንበ ተቓውሞ ዝረማምስዎ ነዚ መንእሰይ ክድህልዎ በቃ ሓላፍነት ከከወስድ ከምዘይብሉ ክገብርዎ ዝደልዩ ንሳቶም እዮም ተስተውዒልካ ሕጂ እዚኦም ስዉእ ሪኦም ኣይፈልጡ ኩናት ክግበር ሪኦም ኣይፈልጡ ገለ ሪኦም ኣይፈልጡን እዮም ምክንያቱ እቲ ስዉእ ዝቀበረ እቲ ንስዉእ ዝፈልጥ ብዛዕባ ስዉእ ኣይዛረብን እዩ ምክንያቱ እቲ ስዉእ ተሰዋኣሉ ዕላማ ከምዘይተተግበረ ስለ ዝኣምን ብውሽጢ ሓሪሩ ሱቕ እዩ ዝብል ንሱ ከኣ ኣብ ዓዱ ኣሎ ኣይስደድን እዩ ምክንያቱ ታሕመድ ሓፋሽ ተጋዳላይ ዋላ እዞም ተጋደልቲ እንታይ ንረዳዮም መሲሉካ ሰለስተ ዓይነት ተጋደልቲ እዮም ነሮም ሓደ ካብቲ ማእከላይ መሪሕነት ስጋብቲ ዝለዓለ መሪሕነት ዝነበሩ እቲ ዝነበረ ኣካይዳ ከይዱ ከይዱስ ሕማቕ ውፅኢት ከምፅእ ምዃኑ ዝርድኦም ግን ናፅነት ንሰፀት ክነርክበሉ ኢና ዝብሉ ተጋደልቲ ነይሮም ረድሃኒ ካልኣ እቶም ሓመድ ሓፋሽ ተጋደልቲ ነይሮም እቲኦም በቃ ፈንጂ ዝረግፁ ገለ ዝረግፁ በቃ ክሳይ ገይሮም ዝስውኡ ሳልሳይ ከዓ እዞም ኣብታ ሰልፊ ዝነበሩ ናይ እዝኒ ነይሮም እዞም ኣብታ ሰልፊ ዝነበሩ ናይ እዝኒ ተሰውኦ የብሎም ስውኡ ሪኦም ኣይፈልጡን እዮም መፂኦም ካብዚ ዓዲ እንታይ ኮይኖም መሲልካ ካብዚ ተሓተ ስጋብ ትስለዓለ ናይ ወተሃደራውን ፖለቲካውን ፅፍሕታት ኣብዮም ኮይኖም ኣብኡ ኮይኖም ከዓ ነዚ ህዝቢ እንዳቀጥቀጡ እንዳቀጥቀጡ ነዛ ሰብ ካብዚ ዓዲ ብምሉእ ኣውፅኦማ በይና ነዛ ዓዲ ምድረ በዳ ገይሮም ኢሳያስ በይኑ ይኮነን ዝሕተት ኣብዚ ጉዳይ እዚ እዛ ኩላ ኣብዛ ሰልፊ ዝነበረ ተጋዳላይ እዛ ኩላ ኦፕሬተር ነረ ኣነ ምስጢር ይፈልጥ ኣነ ብሕክምና ነረ ኣነ ከምዚ ነረ ትብል ኩላ ትሕተት እያ ንባዕሉ ንባዕሉ ዝጨጉሮ ዓይኑ ዝላፂ ዕንዳይቲ ዓዲ ክትውረር ከላ ቀንጢንዋ እዩ ሃዲሙ ነቶም ደሞም ዘፍሰሱላ ግን በቃ ከዳዓት ገለመለ ኢሉ ክፀርፎም ውዕል ኣክሽንኡ ተሓቢኡ ግን ሰባት ክፀርፉ ድላይ ክፃርፍ ውዕል ነታ ዓዲ ክትውረር ከላ ግን እንታይ ገይሩ? ሃዲሙ ገዲፍዋ። ደቂ ኣርብዓን ሓሙሽተን ዓመት ደቂ ሓምሳ ዓመት ኣቦታትና ግን ከቲቶም ተረዲኻን ኩላቶም ረኣዮም በዓል እዚ ሊንጎ ተፈኖ ሓደ ክብሮም ሳንቲም ዝበሃል ኣሎ ሓደ እዚ መን በርኔ እንተዲ ዋላቲ እቲ ዋላቱ መፀውዕኦም እዩ ዘይፅቡቅ እኮ ምስቲ ጠባዮም ዝኸይድ
ያ ክምለሰኪ እያ ሲራ እኮ ዓርኪ ብሙሎም ኣስተውዕሉሎም ኣብዛ ደገ መፅኦም ከዓ ንዓና ርምስምስምስምስ በቃ ኣብ ዝኾነ ውዳበ ኣትዮም ምምፃው ምድሃል ንሰብ ካብታ ተምሃርዋ ኣብኣ ዋላ ነቲ ተጋዳላይ በቃ ፍልይ ዝበለ ርእቶ እንተምፅኡ ምድሃል ምሕሳው እያ ስርሖም ካብኣ ሓሊፎም ዋላ ሓንቲ ገይሮም ኣይፈልጡን እዮም እዚኦም እዮም ከዓ ነዛ ዓዲ እንታይ ገይሮማ ርምስምስምስምስ ኣቢሎማ ሕጂ መራሒ ምስ መራሕቲ እንተሰርሐ ዳኣሉ ዓዲ ዘተክል እምበር መራሒ ምስ ካድረታት እንተሰሪሑ ዓዲ እዩ ዝዕኑ። ንሕና ከኣ ክንርድኦ ዘለና ኢሳያስ ምስ ካድረታት ስለ ዝሰርሐ እዩ ነዛ ዓዲ እንታይ ጌርዋ ረሚስዋ ምስ ካድረታት ኮይኑ ከኣ ብዘይ መራሕቲ ትሪፉና ንዓና። ስለዚ ንሕና ክንገብር ዘለና መራሕቲ የድልዩና እዩ። መራሕቲ ግን ምስ መን ይሰርሑ ኣለዉ ክንመዝንን ክንመምን ክንክእል ኣለና። ቴንኪዩ ቴንኪዩ ክምለሰካ እየ ሲራው ካዓርከይ ወዲ ማይ ናባኻ ክመጽእ ብዛዕባ እዛ ናይ ካድረ ምዛ ናይ እዞም ስነጥበባውያን ወይ እዞም ኣጦት ኣተሓሒዙ ገልጻ እኒ ሲራኮሲ እዚ ኣወል ስዒድ ንሱ ጥራይ ዘይኮነ ካብ ሙሉኦም እቶም ደረፍቲና ገጠምቲና ገለ ዝብሉ ብፍላይ ኣወል ስዒድ ኣብዚ ቀረባ ግዜ ማለት እዩ ከባቢና እንዳተቓጸለሲ ልኡላውነትና ውሒስና ዝብል ነይሩ እሞኒ ሕጂ ከኣ ኣብ ቁጠባውን ማሕበራውን ምዕባለ ገጽና ኢና ንኸይድ ዘለና። እቲ ማሕበራዊ ፍትሒ ኣብ ርሑቕ ዓድታት ክነተግብሮ ጀሚርና ኣለና ወይ ክነተግብሮ ጸኒሕና ኢና። ሕጂ ጽርግያ ገለመለ ከተማታት ገለ ከኣ ክንሰርሕ ኢና ክብል ጸኒሑ። ሕጂ ንሱ ከኣ ሓደ ካብቶም ካድረታት እዩ። እጂ ቁሩብ ሓቅነትሲ የብሉን ድዩ? ከባቢና እንዳተቓጸላ ልኡላውነትና ኣየውሓስናን ዲና? ጁብ ሱዳን ትርእዮ ኣለኻ፣ ከምኡ ብ ኢትዮጵያ ትርእዮ ኣለኻ። ኣብ ዓድና ከኣ ሕጂስ ጽርግያታት ክንሰርሕ ኣይንኽእልን ዲና? ወይ ክስራሕ ኣይጸንሐን ድዩ? እጂ ካድረ ከኣ ከምዚ ጌሩ እንተደኣ እቲ ዝግበር ዘሎ ንሕብረተሰብ ሕብር ኮይኑሲ ኣገዳሲ ኣይኮነን ድዩ? እዚኣ ኣምፂኻያሲ ሕጂ እንታይ ኢና ክንርዳእ ዘለና ቀዳማይ ዋላ ተንኪፍናዮ ነርና እቲ ንኣብነት እንታይ እዮም ዝብሉ ዘለዉ እዚኦም ህግደፍ ወይ ድማ ኣብዚ ደገ ከዓ ህግደፍ ሕጂ እንታይ እዮም ኮይኖም መሲልካ ህግደፍ ዝበሃሉ ህግደፍ ኢልና ንቃወሞም ኣብቲ ውሽጢ ዓዲ ኣለዉ ካብ ህግደፍ ዘይፍለዩ ከዓ ኣብዚ ደገ ኣለዉ ሕጂ እንታይ እዮም ዝገብሩና እዚኦም ሰባት እዚኦም ናይ ዓድና ሽግር ፈሊጥና ናይ ዓድና ጸገም ተረዲእና ሓላፍነት ንኸይንወስድ እዮም ዝከላኸሉ ሕጂ ናይ ካድረ ስራሕ ክርዳኣና ኣሎ ካድረ ስለምንታይ እዩ ዝፈሪ ኢሰያስ ስለምንታይ ካድረታት ዘፍሪ በቢ ዝሪኦም ኣብ ናቕፋ እንዳወሰደ ስለምንታይ እዩ ሕጂ እታ ቀዳመይቲ ንዓና ዝተጋግየ ሓበሬታ ምሃብ እዩ ንዓና ምድንጋር እዩ ስርሑም እዞም ሰባት እዚኦም ሕጂ ኣወል ስዒድ ስለምንታይ ዘይተሰርሐ ጽርግያ ተሰሪሑ ኢሉ ስለምንታይ እዩ መዓልታዊ ወይ ወጺኡ ንዓና ኣብ ምድንጋራት ተጸሚዱ ዘሎ ካልኦት ዋላ ኣብዚ ደገ ኮይኖም ንኣብነት እዚ ዕንዳይ ዕንዳይ እንታይ እዩ ዝብል እዚአን ካልኦት ሃገራት ዝቃጸላ ዘለዋስ ከምዚ ስለ ዝገበራ እየን ኢትዮጵያ ትቃጸል ዘላስ ሓያል ውዳበ ስለ ዘይብላ እዩ ብዙሕነት ስለ ዘሎ እዩ ወይ ሱዳን ከምኡ ሊብያ ከምኡ ገለመለ እዮም መፂኦም እዮም ከምኡ እዮም ዝብሉ ኤርትራ ካብዚኤን ዝፍለ ዝኾነ ታሪክ ዝኾነ ቅንጣብ ፍልልይ የብላን እዚኤን ሃገራት እዚኤን ከዓ ንዓሰርተታት ዓመታት ተረጋጊኤን ናይ ምፅናሕ ልምዲ ኣለዎ እትዮም መለኽቲ ብሂወት ክሳብ ዘለዉ ሲ ይፀንሓ እየን ሊብያስ ንኣርብዓን ክልተን ዓመታት ሲ በቃ ዝሓሸት ሃገር ነይራ በቃ ቀዛፍዝ ዘሎ ይመስለካ እንታይ ደጊፎም ስታይ ተበሉ ዘላ ትመስል ብዛዕባ ኣፍሪቃ ብዛዕባ ሊብያ እንታይ ሊብያ ብድሕሩ እንታይ ትኸውን ዘይፈለጠ ሲ ብዛዕባ ኣፍሪቃ ዛረብ ነይሩ ኢሳያስ ሕጂ ብዛዕባና ኣይኮነን ዝዛረብ ኢሳያስ ሱዳን እንታይ ክትከውን እያ ኢትዮጵያ እንታይ ክትከውን እያ ኢጋድ ዘይጠቅም ምዃኑ ዝኾነ ትካል እዚ ኣህጉራውያን ትካላት ከዓ ዘይረብሑ ምዃኖም እዩ ክዛረብ ዝውዕል እምበር ብዛዕባ ናይ ኤርትራ ሽግራት ኣይዛረቡን ሕጂ እዚ ኣወል ስዒድ ዝበሎ ንኣብነት ጽርግያታት እንዶ ኮይኑ ዶ እንበር መንግስቲ ተዘይ ሃኒጽካ ዋላ ሓንቲ ኣይኮነን ኣብ ካርቱም ኣብ ካርቱም ሲ እታ ከተማ እንዳ ተሃኒጻ ምሽ ተሃኒጻ መንግስቲ ስለ ዘይተሃንጸ ግን ዓውደ ኩናት ገይሮማ ኣብ ኣዋብ ሎብቲ ውሽጢ ከተማ ምሽ ጽርግያታት ሃይወይ ገለመለ ጽርግያታት ከዓ መንግስቲ እንድሕር ዘይተሃኒፁ ትካላት እንድሕር ዘይተሃኒፆም እቲኦም ፅርግያታት ዋላ ኢሳያስ ዋላ ፅርግያታት ዓዲ ፅርግያ ብፅርግያ እንተዝገብራሲ ዕውት ዝኾነ ኩናት መግበሪኦም ዝጠቕሙና በር ዋላ ሓንቲ ጥቕሚ የብሎም ሕጂ እዚ ሕልሚ ናይ መሽሙዶ ገለመለ ሕልሚ እንተሊካ ሕልሚ ትካላት ኣብ ምህናፅ ሕለም ሕጂ ዋላ ኣብዚ ዝሓለፈስ በቃ እንታይ ጭብጥታት እዩ ብፌስቡክ ሕጂ ስተ ክግበር ነዚ ናይ ኣወል ስዒድ ንምምላስ ኣወል ስዒድ ከም ዝሓሰወ ከም ዝዕርቅሞ ናይ ካድረ ስራሕስ ኣይፈልጥ ኣወል ስዒድ ከም መራሒ እንድሕር ቢልካዮ እወ ኣወል ስዒድ ሓስዩ ገለ መለ ክትብል እያ ኣወል ስዒድ ሲ ስርሑ እዩ ዝገብር ዘሎ ኣወል ስዒድ ሲ ኣስርሑ ጌጋ ሓበሬታ ጌጋ ስእሊ ብዛዕባ ኤርትራ ነቲ ህዝቢ ምምሕልላፍ ኣስርሑ ሳይ እዩ ዝገብር ዘሎ ሕጂ እቲኦም ብሓፈሻ ኣብዛ ኣብ ዓድና ሕጂ ዘለና ሽግርሲ ሓደ ናይ መሪሕነት ሃጓፍ እዩ ዘለና ብዓብዩ ናይ መሪሕነት ሃጓፍ ኣጋጢሙና ኣሎ ኤርትራ ድሕሪ ኢሳያስ ኢትዮጵያ ከም ዝኸይድ ዝፈልጥ ሰብ የለን። ዋላ ናይ ምህናጽ ሕጂ ሕጂ እንታይ እዮም እዞም ንኢሳያስ ዝመስሉን እዞም ንኢሳያስ ዝመስሉ ንብሎም ዘለና እዞም ካድራት እዮም። እዞም ካድራት ኣብ ደገ መጺኦም ውድባት ፈጢሮም ዘለዉ እዮም። ንኣብነት እዚ ዕንዳይ ስለምንታይ ኢና ንደግሞ ዘለና? ዕንዳይ ናይ ሃማማተኤ ኣብዚ ሃማማት ዝበሃል ናይ ካድረታት ምትእኽኻብ ኣብ ኤርትራ ነይሩ መጺኡ ብዛ ደገ ውድብ መስሪቱ እዚ ናይ ዋን ኔሽን ዝበሃል ሓደ ግዜ ኢንተርቪው ክገብር ሰምዖ ነይረ ንሱ ከዓ ከምኣ ነይሩ መጺኦም እዞም ሰባት እዚኦም መዓስ እዮም ከመጺኦም እዞም ሰባት እዚኦም ናብዚ ደገ መዓስ እዮም መጺኦም እታ ሃገር ምስ ኢትዮጵያ ኣብ ኩናት ከላ እዮም መጺኦም ኩናት ክበሃል ከሎ እዚኦም ሰባት እዚኦም ዕድላት ነይርዎም ናይ ቪዛ ምርካብ ናይ ገለ ምርካብ ስለ ዝነበሮም ብሕጋዊ መንገዲ ብነፈርቲ እዮም ናብዚ ኤሮጳ መፅኦም ኣብዚ መፅኦም ኣይስከፉን እዮም ኩናት እንዳተወረረት ሓደ ሃገራዊ እየ ዝብል ሰብ ኩናት እንዳተወረረት ከላታ ዓዱ ገዲፍዋ ኣብ ኣሜሪካ መፅኡ ሕጂ ንሰባት ብዛዕባ ሃገራዊ ብሃገራውነት ይኽሕዶም እዩ ስታይ ይገብሮም እንታይ ዝበሃል እዚ ብክድዓት ይኸስ ብክድዓት ይኸስስዎ ሕጂ እንታይ እዮም ዝብሉካ መሲልካ እዚኦም ሰባት ብናቶም ቅንዕና ብናቶም ጭውነት ብናቶም ስራሕ ኣይኮኑን ዝሕበኑ ክንዲዚኦም ሰባት ኣሰዊኤ ኣሕዋተይ ስዋኣት እዮም ሓወይ ተጋዳላይ ሓውኻ ዝተጋደለ ንባዕሉ እዩ ንነብሱ እዩ ሓውኻሲ እታ ዓዲ ተድልዮ ትሓቶ ዝነበረት ሕቶ ንምምላስ እምበር ናትካ ሕቶ ምምላስ ኣይኮነን ኣብቲ ኲናት ኣትዩ። እዚኦም ሰባት እዚኦም ግን እዚ ኩሉ ዝገብርዎ ጉራ እዚ ኩሉ ዝገብርዎ ሓሶት እዚ ኩሉ ዝገብርዎ ታህዲድን ፈኸራን ዋላ ሓደ ሓዊ ዝተሰውኦ እውን የብሎምን። ወላ ኣብቲ ስታዮን ኬድካሲ ዝኾነ ጭብጢ ውን የለን ሓዎም ከም ዝተሰወኣ ሓዎም ስታይ ከም ዝገበረ ሓዎም ዝተሰወኣ ከኣ ንሶም ንዓና ሓበሬታ ከዳናጉርና ንዓና ኣብ ሰልሚ ከእትውና ተኮይኖም ሓዎም ኣይኮነ ወላ ዓሌቶም ሙሉ እንተጸነቱ ኣይግድሰናን እዩ ብዛዕባ ናቶም ምስዋእሲ ኣይኮነን ሽግርና ንሕናስ ብዛዕባ ህይወት ዘለዉ ሰባት ኢና ንዛረብ ዘለና ብዛዕባ መጻኢናን መጻኢ ደቅናን ደቂ ደቅና ኢና ንዛረብ ዘለና እምበር ብዛዕባ ዋጋ ከፊልና ናይ ዝብሉ ይኮነን ኣይኮናን ንዛረብ ዘለና ዋጋ ዝኸፈለ ልክዕኡ ዋግኡ ክረክብ ኣለዎ እዚኦም ሰባት እዚኦም ግን ካብ ዋጋ ምኽፋል ዝሃድሙ ሰባት እዮም ኣዝዮም ተበለፅቲ እዮም ኣዝዮም ከዓ ኣዳናገርቲ እዮም ንኣብነት ዝዕንዳይ እንታይ ገይሩ መሲሉ ኣብዚ ቀረባ እዋን ናይ ሳሕል ባቃ ፕሮጀክት ኣለኒ ናይ ሳሕል እዚ ድፋዓት ስኻንፅ ድፋዓት እንታይ ካትሃንፁ እቲ ድፋዓት ሲ ከይፈርስስ ካሃንፁ ኢሉ ናብ እንታይ ዝበሃል እዚ ናይ ሂማልያ እዚ ናይ ህንዲ ከይዱ ስእሊ ኣምጺእሎም ነቶም ኣባላት ከክንደይ ኣሽሓት ከኣ ኣኽፊልዎም እንታ ንዓ ስልጣን ከይሓዝካስ ብዛዕባ መንደቕ ምንዳቕ ናይ ድፋዕ ቀዳምነት ደሓን እሞ እንታይ እዩ ፍልጠት ዘለዎ ዝሰብ ብዛዕባ ናይ መንደቕ እንታይ እዩ ብዛዕባ ድፋዕ ኣብ ሳሕል ዘሎ ሲ እንታይ ክጠቕመና ንዓና እዚ ድፋዕ እዚ እዚ ሓመድ እዚ ንሱ ድዩ ሕጂ ቀዳምነትና? ደሓር እቲ ናይ ምድንጋር ዓቕሞም ከኣ እዚ ዘይከውን ኣጉል ተስፋ ሼጥካ ከመይ ጌርካ ነዚ ሰብ ገንዘቡን ጅብኡን ተንኩሎ እዩ እምበር ዋላ ሓንቲ ስታይኮ ሞራሉን ገንዘቡን ከመይ ጌርካ ተንኩሎ እዩ ጥዕናኡ። ሕጂ እዚኦም ኣብዚ ኣብ ደገ መጽኡ ይቋወም እየ ስለ ዝበለካ ኣብ ደገ መጽኡ ምሳኻ ናይ መራሒ ተዋስኦ እንተተዋስኤ እዚኦም ካድረታት እዮም። ምስጢር ይፈልጥ እየ እንዳበሉ ክንደይ ሰብ እዮም ምስታይ ገይሮም ምስጢር ይፈልጥ እየ ኢሎም ብዛዕባ ኣለይትነት እዮም ክሰብኩ ዝውዕሉ ድራር ብርሃነ በሎ ጆን ብላክ በሎ ዋላ እዚ ዕንዳይ በሎ እዚኦም ናይ ዋን ኔሽን ኣለዉ መዓት ስታይ ዝኾኑ ሰባት በሎ ኣብርሃ ገብረ በሎ እዚኦም ካድረታት እዮም እዞም ካድረታት እዚኦም ኣብ ውሽጢ ዓዲ ከድካ እንታይ ኢኻ ክትገብር ንህግደፍ ብኸመይ ኢኻ ክትትኮ ኢልካዮም ዋላ ሓንቲ ዘረባ ይብሎም ናይ ህግደፍ ዘረባ እዮም ዝደግሙልካ ዓድና ጽብቕቲ እያ ዘላ ዓድኻ ተመለስ ይብሉኻ ንዓና ንስኻ ተመለስ ንስኻ ተመለስ እሞ ርኤና ሽዑ ንምለስ ንሕና ንሕና ግን እቲኦም መራሕትናሲ ተዛሪቦም እቲኦም መራሕቲ ኣብቲ ውሽጢ ዓዲ ዘለዉ መራሕቲ እሞ ይፈትሑ ሽዑ ንሕና ክንከይድ ኢና ይንኸይድን ክትፍለጥ መራሕቲ መራሕትና ዓጽዮን ከሎስ ንዓና ከይድና ኣብ ምንታይ ይገብሩና
እያ እቲኣ ናይ ልኡላውነት ኣውሒስና ትብል ከ ንኣብነት ኣብ ሱዳን ኣብ ኢትዮጵያን ዝኩሉ ሽግር እንዳጋጠመ ከሎ ክሳብ ሕጂ ኤርትራ ሓንቲ ነገር ኣይጋጠማን ዝብል
ወኢትዮጵያ እሞ ኤርትራ እኮ ክንድቲ ናይ ኢሳያስ ኣሎ ኢሳያስ ስለ ዘሎ እያ እኮ በሽር ከሎ እኮ እዛ መሽ ዋላ ሓንቲ ሽግር ኣይነበራ ሱዳን መለስ ከሎ ብሂወት ኢትዮጵያ እንታይ ሽግር ነይርዋ ኣብ ሊብያ ገዳፊ ከሎሲ ዋላ ሓንቲ ሽግር ኣይነበራን ሊብያ ዋላ ሓንቲ ሽግር ኣይነበራን ሕጂ ሊብያ ትጎይ ነራ ገለ ክትብል ትኽእል ኢኻ ኢሳያስ ምስ ከደ እዛ ሃገር እዚኣ እንተሰሪራ እንተሰሪራ ብዘይ ዝኾነ ሽግር እንድሕር ስልጣን ካብ ሕጂ ስታይ ኣላሲ ስልጣን ከመይ ገይሩ ክሰጋግ እዘን ሃገራት እዚአን እኮ ኣበይ ደን ዝፍተና ዘለዋ መሲልካ ኣብቲ ስልጣን ምስግጋር እኳ እየን ዝፍተና ዘለዋ ትካላት ስለ ዘይጸንሕት ትካላት ስለ ዘየለ ትካላት እንድሕር ኣሎ ታይ መሲልካ ስልጣን ከመይ ገይሩ ዝሰጋገር ኩሉ ተሓታትነት ኣለዎ ምትእምማን ኣሎ ገለ ኣሎ ትካል እንድሕር ተፈጢሩ ሃልዩ መንግስቲ እንድሕር ተሃኒጹ ከሉ ኣዘን ዓድታት እዚኤን ግን ኣብ መንግስቲ ምህናጽ እየን ዝፈሽላ ዘሎ መንግስቲ ሃነጻን ትካላት የለን ገለ የለን ኩሉ ነገር ምስቶም ውልቀ ሰባት እዩ ዝተሓዝ እዚኦም ውልቀ ሰባት ንዕኦም ኣብ ስልጣን ከጽንሖም ዝኽእል ብካድረታት ገይሮም ድዮም ብምጭፍላቕ ድዮም ገለ ይጸንሑ ኣለዉ ሰብ ግን ዓቕሙ ዝተደረተ ስለ ዝኾነ፣ ዕድመኡ ከኣ ውሱን ስለ ዝኾነ የብቅዕ እዩ። መሰብቅዑ እዘን ሃገራት ከኣ ናብ ከምዚ ዝበለ ሕንፍሽፍሽ ይኣትዋ ኣለዋ። ኤርትራስ እዚ ሕቶዚ ከም ዝመጽኣስ ክንዳሎ እዩ ዘለና እምበር፣ ባቃ ኣይመጽኣን እዩ፣ ጽርግያ ንሰርሕ ኣለና፣ ርዋእ ማሕበራዊ ፍትሒ ነብል ኣለና፣ በዚ ዘለዉ ዜጋታት እዮም፣ በዚ ዘለዉ ዜጋታት ኣይኮኑን ኣይኮነን እቲ ሕቶ።
ያ ቴንክ ዩ ሲራ እኳ ዓርከይ ናባኻ ክምለስ እዛ ማሕበራዊ ኣብ ማሕበራዊ ቅልውላው ስለ ዘለና ኢና ኩልና ፖለቲከኛታት ንኸውን ዘለና ትብላ ኩሉ ግዜ ከደጋግማ ህግደፍ ከዓ ኣብ ቁፅሪ ኣርባዕተ ሲ ማሕበራዊ ፍትሒ ከተግብር እየ ዝብል ቃልኣት እዩ ነይሩ ቴስዓ ኣርባዕተን ሕጂ ምናልባሽ እዛ ማሕበራዊ ፍትሒ ከተግብር እየ ዝበላ ዶ ማሕበራዊ ቅልውላው ወሊዳ ትኸውን እቲኣ ክሓተካ እሞ ብኣ ክንውድእ። ልክዕ እዩ ዎ ጅታ እዩ ማሕበራዊ ፍትሒ ኣብ ዝኾነ ዓለም ሲ ዝኾነ ሕብረተሰብ ማሕበራዊ ፍትሒ ንክረጋገፅ እዩ በቃ መንግስቲ ዝህልወካ እውን እቲ ማሕበራዊ ፍትሒ ንክረጋገፅ እዩ ጅስ ሓደ መንግስቲ ስርሑ ሲ ፀጋታት ናይቲ ሃገር ንዜጋታት ማዕረ ምምቕራሕ እዩ ነቲኦም ህፃናት ወይ ኣላይ ዘይብሎም ነቶም ጠዋሪ ዘይብሎም ነቲኦም ስንኩላን ገለስ እዚኣቶም ከመይ ገይሮም እዮም ካብ ሽግር ካብ ድኽነት ተገላጊሎም ፅቡቅ ናብራ ይነብሩ ወይ ኩሉ እቲ ሕብረተሰብ ከመይ ገይሩ ማዕረ ተጠ ናይ ሃገሩ ዝህልዎ ምግባር እዩ ስርሑ ሕጂ ኣብ ዓድና ግን ከምኡ ድዩ ተሰሪሑ ንኣብነት ዓድና ሲ ማሕበራዊ ፍትሒ ዘረጋገፀት ዓዲ እያ ምክንያቱ ኣብቲ ዓድና ዘሎ ፀጋታት ነቶም ኣብቲ ዓዲ ዘለና ሰባት ማዕረ እዩ ዝብፅሓና ኣብታ ሩባኣ ኣብታ ጎባኣ ኣብታ ጎልጎላ ኣብታ ገላኣ ዘላ ኩላ ሲ ማዕረ እያ ትብፅሓና ማዕረ ኢና ንማቐላ እዚ ሕጂ ሓደ ርእሱ ዝካኣለ ማሕበራዊ ፍትሒስ ዓድናስ ማሕበራዊ ፍትሒ ረጋጊፃ ዓድና ግን ሕጂ ሽግር ዘለዋ በቃ ፅሩይ ማይ የብላን መብራህቲ የብላን ኢንተርኔት የብላን ዝኾነ ናይ ማሕበራዊ ኣገልግሎት ናይ ኣውቶቡስ ድዩ ናይ ትሬን ድዩ ዝኾነ ይኹን ነገር የብላን ሕክምና የለን ገለ የለን ሕጂ ንዓና ዘድልየና ዘሎ ሕጂ ትካላት እዩ ማሕበራዊ ፍትሒ ምርግጋፅ ኣይኮነን ኣብዚ ሃገር ዘሎ ዝኾነ ይኹን ዜጋ ግን ማዕሪ ዕድል ክረክብ ኣለዎ ዝኾነ ይኹን ዜጋስ ጠምዩ ክሓድር የብሉን፣ ዝኾነ ይኹን ዜጋስ ናይ ትምህርቲ ዕድል ክስእን የብሉን፣ ናይ ሕክምና ዕድል ክስእን የብሉን፣ ልክዕ እዩ ዝኾነ ይኹን ዜጋ ከምኡ ክረክብ ክኽእል ኣለዎ፣ እዚ ግን መንግስቲ ምስ እንተሃኒጽካ ጥራይ ኢኻ ተተግብሮ እምበር በቃ ዋላ ሓንቲ ወይ ንሕና ወይ ንሶም ኢልካ በቃ ናይ ዜጋታትካ ሽግር ዘይፈታሕካ ብዛዕባ ናይ ቀርኒ ኣፍሪቃ ክትዛረብ ኣይትኽእልን። ሕጂ ኣብ ቀርኒ ኣፍሪቃ ኢሳያስ በቃ ካድረታት ሒዙ በቃ ንኣብነት ጴጥሮስ ኣብቲ ናይ ክልተ ሽሕን ሓደን ኣብ ዝገበሮ ኢንተርቪው ሲ ወይ ንሕና ወይ ንሶም ኣብዚ ከባቢ ንዓና ኣየገድሰናን እዩ ዝብል ኣሎ ኣብዚ ቀርኒ ኣፍሪቃስ ወይ ንሕና ወይ ወያነ ወይ ንሕና ወይ ወያነ ዘብል ነገር እንታይ እዩ ዘለና ንሕና መጀመርያ ውሽጣዊ ሽግርና ንፍታሕ ሃገራዊ ድሕነትና ከዓኒ ምስ ወያነ ብምትህልላኽ ጥራሕ ይረጋገጽ ሃገራዊ ድሕነትናስ ቁጠባ ብምህናጽ እዩ ዝረጋገጽ ነው። ሕጂ ወይ ንሕና ወይ ንሶም ንዓና እንታይ ገበርና? ሕጂ ወይ ንሕና ወይ ንሶም ኢሉ ምስ ካድረታት ኮይኑ ነዚ ዓዲ እንታይ ገይሩ? ሕውስ ኩሉ በቃ ሕውስውስ ከም ዝብለና ገይሩ ረዲኻኒ ሕጂ እቲ ናይ ኢሳያስ በቃ ኖርማል ቅቡል ነገር እዩ ምክንያቱ ንነብሮ ኣለና ንቃለሶ ኣለና እቲ ክነስተውዕለሉ ዘለና ግን እዚ ኣብ ደገ ዘሎ እዩ ሕጂ እዚ ብደገ ዘሎ ዝግበር ውዳበታት ሕጂ ዋጋ ከኽፍለና ይብሉን። እዛ ዓድስ ንደቅናን ደቂ ደቅናን ትጥዕም ክትከውን ክትክእል ኣለዋ። እዚ ኩሉ መስዋእቲ እዚ ኩሉ ገለ ተኸፍለ በቃ መስዋእቲ እኮ ንሓደ ዘይትሪኦ ነገር ንምርካብ ትገብሩን በቃ ንኣብነት ሓደ መነኮስ ኣብ ሓደ ገዳም ኣብ ሓደ በረኻ ኣብ ሓደ ጎቦ ምሽ ዝስቀል ኩሉ ናይ ዓለም ነገር ገዲፍ ኣብ መወዳእታ ነዛ ዋጋ እዚኣ ዝኸፍላስ እሱ ዝኣምና ነገር እንታይ መንግስተ ሰማይ ክኣቱ እዩ ነታ መንግስተ ሰማይ ግን ኣይሪኣን ኣይርኣያ እንተኣ ትመስል ገለ ግን ክኣትዋ ኢሉ እዩ ዝገብራ እቲ ተጋዳላይ ክስዋእ ከሎ ከዓ በቃ እዛ ዓድስ ንደቀይ ደቂ ደቀይ ክብረት ትህብ ዓዲ ክትከውን እያ ወካዓ ኮበረት ክትቦም እዩ ተሰው ሂባትና ዶ ክብረት ንዓና ኣይሃበትና እቲኦም ነቲ ዕላማ ናይ ስውእ ዝጠሎም ከዓ ወይ ዝኸድዑ ከኣ ንዓኻ እንታይ ይብሉኻ? ንስዉእ ጠሊምዎ፣ ንስዉእ ከዲዑ፣ ከምዚ ሽፍታ ኢልዎ፣ ገለ ኢልዎ ከኣ ይብሉኻ። ተረዲኻኒ? ሕጂ ንሕና ስዉእ ኣይ ምስ ስዉእ ኣይኮነን ቃልስና፣ ስዉእሲ ዝገበረና ነገር የብሉን። በቓ ኣነ እቶም ሓወቦታተይ ድዮም ኣኮታተይ ኣይፈልጦምን እየ። ከይተወለድኩ እዮም ተሰው ጠፊ ጠፊኦም ተሰዊኦም። እንታይ ይፈልጦም ኣነ። ንዓይ ግን ህሉዋት ሰባት ግን ኣብ ዓደይ እንታይ ኣይገበሩን ንክነብርሲ ዕድል ከሊኦምኒ ባእስና ሕጅስ ምስ ህሉዋት እምበር ምስ ዝሞቱስ እንታይ ኣለና ዘለና በቃ ዋላ ሓንቲ የብልናን ዘራኽብ ሕጂ ኣብዚ መፅኦም በቃ በራዕራ ይብሉልካ ነዚ ዓዲ ግን ርኣዩ እዞም ኩሎም ቀዳማይ ዙርያ ካልኣይ ዙርያ ሳልሳይ ዙርያ ባዕሎም እዮም ሃገርና ክንሃንፅ ኢና ኢሎም ምስ ኣዋወሩ ኢሎም እዚኦም ኩሎም ተጋደልቲ ኣብታ ሰልፊ ዝነበሩ ግን መራሒ መስርዕ መራሒ ጋንታ መራሒ ገለ ኮይኖም ጠጠርጢጦም ቅጥቂጦም ቅጥቂጦም ነዞም ኣያታትና ነዛ ዓዲ ጥምጥም ቢሎማ ናብ ምድረ በዳን ገለን ከም ዝኸዱ ገይሮሞም ንስድራ ቤትና ብድኽነትን ገለን ኣቋማጣ ዓቢሎም ንሕና ንእስራኤል ዝኸድና ሽግር ገዛና በቃ ኣቦታትና ብወተሃደር ተሓሒዞም ኣዴታትና ሸሞንተ ቆልዓ ዓሰርተ ቆልዓ ሒዘን ምስ ጠመያ በቃ ነዴታትና ክንረዲ ኢና ተሰዲድና እዚ ኩሉ ክኸውን ዝገበሩና ግን ብዘይ መራሕቲ ስለ ዘትረፈና ኢሳያስ ምስ ካድረታት ኮይኑ ክመርሓና ስለ ዝጀመረ እዩ። ሓጎስ ክሻ ድዩ ቻርሊ ድዩ ማን ክድዩ ካድረታት እዮም እዚኦም መራሕቲ ኣይኮኑን እዚኦም ዝሃነፅዎ ውዳቤ ድዩ ዝፈጠርዎ ትካል ድዩ ዝኾነ ይኹን ኣብ ታሪክ የለን ድሩዕ እዚ ኣይሚን እዚ ማንኪ ናይ ማሕሙድ ሸሪፎ ምስ ማሕሙድ ሸሪፎ ናይ ማሕሙድ ሸሪፎ ሰክረታርያ እዩ ነይሩ እዚ ኣብቲ እንዳ ዜና ናይ ስነ ጽሑፍ ገለ ጽሑፍ ዘዳሉ ሰብ እዩ ነይሩ ዋላ ሓንቲ ስልጣን ኣይነበሮ ዋላ ሓንቲ ውዳብ ይፈጠረ እዚ ዓብደላ ጃብር ዝበሃል ናይ ድሩዕ ምስ ድሩዕ ኣብቲ እንዳ ክፍሊ መርሓ ኣብኡ በቃ ከም ሓደ ተራ ሰራሕተኛ እዩ ነይሩ ሙስጣፋ ኑር ሑሴን ዝበሃል ኣብ ፖርት ሱዳን ተሸካሚ እዚ እንታይ እዚ እንታይ ይባል ብዓረብ ዓታሊ ድዩ ዝበሃል ዓታሊ ኢሎም እዮም ካብ ዝፀርፍዎ ነይሮም እዚ ዓጣላ ወዚ ተሰኪሙስ እኽሊ መሻርፍ ገለ ዝፅዕን እዩ ካልእ ወላ ሓንቲ ስልጣን ኣይነበሮ ረፋዕ ማለት እዩ እዎ
ሓጎስ ክሻ ኣብዚ ደገ ናይ ሓፋሽ ውድባት እዩ ነይሩ ወላ ሓንቲ ይነበሮ ሕጂ እዚኣቶም ምፅ ኢሎም ግን በቃ እዚ መሪሕነት ብሓደሽቲ ሰባት ክትካ ኢሉ ኢሳያስ 94 በቃ እዚኣቶም መራሕቲ ንኣብነት ዓብደላ ጃብር ናይ ድሩዕ መራሒ እዚ ቻርሊ ማንኪ ናይ ማሕሙድ ሸሪፎ መራሒ ኣብርሃ ካሳ ናይ ጴጥሮስ ሰክረቴርያ ዝነበረ ናይ ጴጥሮስ መራሒ ገይሩ ኮፍ ኮፍ ኣቢልዎ እዚኦም ካድረታት መፂኦም ነዚ ዓዲ ክመርሕዋ ምስ ጀመሩ ከዓ እዚ ዓዲ እንታይ ኮይና ዓነውነው እያ ንሶም ዘፍረይዎም ከዓ ነዚ ዕንዳ ይበል ኣወል ስዒድ በል እዚ ሶሎሙን ዝበሃል ሓደ ኣሎ ዳንኤል ዲገለ ዝበሃል ኣብርሃ ገብሬ ሓደ ኣሎ እዚ ኩብሮን ሳንቲም ዝበሃል እዚኦም ኩሎም እዚኦም ዘፍረይዎም ከዓ ዋላ ኣብዛ ደገ መፅኦም ከዓ ንዓና እንታይ ገይሮምና በቃ ኣብዚኣ ውዳበ ፈጢርና ኣለና ይብሉካ ዋይ እዚስ ፅቡቅ ንፉዕ ይመስል ኢልካ ምስ ከድካዮም ምፅኢ ምፅኢ ኣቢሎም ነዘን ገንዘብካ ንእሽተይ ሕልና ከ የብሎምን እቲኦት ንእሽታት ኣሕዋት እዮም ክፀልኡን እዮም ክቕየሙሉ እዮም ሕማቕ ክስምዖም እዩ ክደሃሉ እዮም እንሻሎ ንሕና ክንዓቢ ከለና ሲ ወለድናስ ንዝኾነ ሰብ ኣብ ቅድሞም ተዓንቂፉ ወደይ ቅድመኻ ይፍታሓኒ ይብልዎ ወይ ዝዓቢ ቆልዓ ኣይትበድል ዝዓቢ ቆልዓ ኣይትበድል እንዳበሉ እዮም ዘዕብዩኻ እዚኦም ሕጂ ንእሽታት ኣሕዋት እዮም እዚኦም ሲ ምህሮም ከዕብዮም ኣለኒ ኢሎም ካብ ሓላፍነት እንታይ ይገብሩን እዮም ኣይስከሙልካን እዮም ሕጂ ነዚ ሓድሽ ወለዶ ሓላፍነት ከይስከምካ እንታይ ይገብሩ ይድህልዎ ከዳዕ በቃ ዝዓዲ ዝኣትዋንኻ ካብ መኣዲ ምግቢ ልዒሉ ኣፉ ከብጽሕ ዘይክእል እኮ እዩ ኣብ ክሽነ ተሓቢኡ ዝፍክር ኣሎ ከዓ ተረዲኻ ሕጂ ኩሉ ሰብ ኩሉ ሰብ ሃብቶምን ፊልሞንን ኣይኮነን በቃ ሕጂ ንዕንዳይ ሓንቲ ነገር ክንነግሮ እንደሊ ኩሉ ሰብ ሃብቶምን ፊልሞንን ኣይኮነን ረዳሃን እዚ ሃብቶም ሓዉ ናይ ኣብ እስራኤል ናይዚ ኩሉ መንእሰይ ገንዘብ ኣኪቡ ናብ ህግደፍ ዝልእኽ ሰብ እዩ ነዚ ዓዲ ካብ ጫፍ ሰንዓፈን ካብ ዓዲ ቀይሕን መፅኦም ረሚሶማ ኢሉ ይዛረብ ንሓዉ ደኣ ምኾም ኢሉ ዘይዛረብ ንሓዉ መጀመርያ ካብዚ ገንዘብ ጠሪፍካ ናብ ኦማይ ትስደድ ኢሉ ዘይኣልዮ ካብ እስራኤል ከመይ ገይሩ ናብ ካልኦት ዝነጥር ገዝኡ መ የፅሪ ብዛዕባ ካልእ ክዛረብ በቃ ከምዚ ኢልካ ተዛረብ ስለ ዝበሉ ዕንዳይ ግን መፂት ኣይገብር ልክዕ ከምዚ ኣወል ስዒድ ሕጂ ዘዳናግራ ዘሎ በቃ ዘይህሉ ኣብ ዓድና ዘይህሉ ፅርግያ ኣምፅኡ ዘደናግረና ዘሎ ልክዕ ንሃብቶም ከምኣ ገሉ ሕጂ ንሕና ክንርድኦ ዘለና እዚ ኣብ ደገ ዝግበር እዩ ሓደ ነገር ከዓ ኣነ ክሕልፎ ደለዋ ነዚ ሓድሽ መንእሰይ ነዚ ሓድሽ ወለዶ ብፍላይ ነዞም ምሳና ዝኣርጉ ኣረጊት ከልቢ ሓድሽ ሽጣራ ኣይዕለምን እዩ ኣረጊት ከልቢ ኣረጊት ከልቢ ኣያ ድራር ጆን ብላክ ዕንዳይ እዚ ክብሮን ሳንቲም ዝበሃል ሊንጎ ዝበሃል ገለ ዝበሃሉ ምሻሉ ኣብዚ ማሕበራዊ ሚድያ መፂኦም ዓፈርፈር ዝብሉ ሓድሽ ነገር ክዕለሙ ኣይክእሉን እዮም ዓሌታውያን እዮም በቃ እሳቶም ወዲ ዓደይ በዓል ስልጣን ኣለኒ ገለ ኣለኒ ኢሎም ናቶም ማሕዮታት ዝነበሩ ሕጂ ነዚኦም ሓድሽ ነገር ክንዕልሞም ኣይንኽእልን ኢና ነዚኦም ግንባሮም ጢት ሃሪምና ጥራሕ ኢና ክነደቅሶም ንኽእል ኣብዚ ዓዲ እንታይ ይኸውን ንውስን ንሕና እምበር ሓደ ዝኣረገ ከልቢ ክልተ እግሩ ናብ ጉድጓድ ዝኣተወ ብሽኮርያ ብብዝሒ ደም ብስርቂ ብምጥፍፋእ ብሓሶት ዝላደዩ ሰባት ኣይኮኑን መጻኢ ዕድል ደቅናን ደቂ ደቅናን ንውስን ንሕና ጥራይ ኢና ሕጂ እዚ መንእሰይ ኩሉ መንእሰይ ክርድኦ ዘለዎ ሓላፍነት ተሰከም ተሰከም ኣነሲ ክመርሓኩም ብቑዕ እየ በል መሪሕነት ብዛዕባ ጠባይ እዩ ጠባይ እዩ መሪሕነት ሲ ጠባይ እዩ በቃ መሪሕነት በቃ ጭውነት ኣለካ ዶ ቅንዕና ኣለካ ዶ ውፅኢት ኣለካ ዶ ኖ ክስቶ ትሓይሽ ካባይ ነዚኣ እስኻ ግበራ በቃ መሪሕነት ብዛዕባ ከምዚ እዩ ወለድና በቃ ኣያ ክስቶ ትበቅዕ ኣያ ክስቶ መሓድረና እምበር በዓል ኣያ ክስቶ ከለኹም ለባማት እንዳተባሃሉ እዮም ዓዶም ዘነባቡ ብዘይ ፖሊስ ብዘይ ገለ ኩሉ ነገራቶም የደቁሱ ዝባን ሕጊ ተባሂሎም ፅሙዳት ኣብ ዕሮም ገዲፎም እንዳ ሕጊ ይኸዱ እዚኦም ወሊዶምኻ ኣብዚ መጺኻ በቃ ብእልፊ ዓፋፋት ክትታለል ይብልካ
ቴንክ ዩ ቴንክ ዩ ሲራብ ከዓርከ ይኣኽላ ግዜና ከ ወዲ ማይል ዓርከ ናባኻ ክምለስከ ናባኻ ክምለስ ናይ መወዳእታ ሕቶ ኣላትኒ እንታይ ክብለካ ደለ እዚ ናይ እዚ ናይ እዚኦም ካድረታሲ ብፍላይ ኣወል ስዒድ ኣብዚ ደገም ዝወፀ ብዙሓት ሰባት ብኣካል ብገለ ረኺቡ እንታይ ኢሉ ተዛሪቦም ኣይፈልጥን እየ ግን ኣብዚ ኮይኖም ኣብ ውሽጢ ዓዲ እንታይ ይካየድ ኣሎ ዘይፈልጡ እሞ ከኣ ዝኾነ ናይ ገንዘብ ገለመለፅ ሽግር ዘይብሎም ኣወል ስዒድሲ ገለ ረብሓ ኣለዎ ክትብል ትኽእል እያ ግን ኣብዚ ኤውሮጳ ዝቕመጡ ብ ኣሜሪካ ዝቕመጡ ዝኾነ ናይ ገንዘብ ሽግር ዘይብሎም ብዙሓት ከኣ ብኒክኔም ሽሞም ዘይጥቀሙ ኣብ ማሕበራዊ ሜድያ ነዚ ዘሎ ጉጅለ ክኳሓሓልዎ ትርኢ እዚ ከኣኒ ኣብ ናትና ጥራይ ዘይኮነ ወላ ኣብ ኣብ ትግራይ ዲጂታል ወያነ ዝበሃሉ ኣለዉ ብሜድያ በቃ ኣይትርእዮም ዲኻ ገጾም ገለ ግን ናይ ሓደ ጉጅለ ኣገልገልትስ ብኽልቲኡ ቦታ ትርኢ ሕጂ እንታይ ክሓተካ ደልየ መጠረሽታ መንግስቲ ተሊካ ናይ ብሓቂ መንግስቲ ተሊካስ ካድራት የድልዩኻ ድዮም ከምዚ ዘየሎ ነገር ኣሎ ኢሎም ዝዛረቡ የድልዩ ድዮም ናይ ብሓቂ ትካላት ተልየን መንግስቲ ተልዩ ተሓታቲ ተልዩ ዝኾነ ዘጋጠመ ነገር ተሓታቲ ኣካል ተልዎስ ሜድያ ከምኡ ኢሉ ዝጉስጉስ የድሊ ድዩ ኣየድልን በኣ ክንዓፅም
ሕጂ ነዞም ካድረታት ስለምንታይ ኢና ከም ፀላእቲ ክንሪኦም ዘለና ከም ጸላእቲ ከም ደቂ ሃገር ገለ ዘይኮነስ ከም ጸላእቲ ክንሪኦም ዘለና እዚኦም ሰባት እዚኦም እንታይ መሲልካ ሓላፍነት ኣይወስዱን እዮም ሓላፍነት ኣይወስዱን እዮም ኣብ ትካል ከዓ ኣያምኑን እዮም ካብ ትካል ከዓ ይመፁን እዮም ምክንያቱ እዚኦም ሰባት እዚኦም ካድረሲ ሓደ ጉጅለ ኣሰልጢንካ ንሓደ ዕላማ እንዲ ኣብ እንዳ ኢስያ ዝስደዱ ንኣብነት ካድረታትሲ ነቲ ህዝቢ ምዕፋን ነቲ ህዝቢ ጌጋ ሓበሬታ ምሃብ ንኢሳያስ ምኹሓል እዩ። እታ እታ ዕላማ ንሳ እያ። ካድረ ሓላፍነት ክስከም ኣይክእልን እዩ። እዚኦም ኣብዚ ደገ ዘለዉ ሰባት ከዓ እዚኦም ኣብዚ ደገ ተጋደልቲ ነይርና ኣብ ቤት ትምህርቲ ሰውራ ነይረ ኣብ ሳሕል ነይረ ከምዚ ነይረ ምስጢር ይፈልጥ እየ ዝብሉ ሰባት እዚኦም ሰባት እዚኦም ካድረታት እዮም። ካድረ ከዓ ሓላፍነት ኣይወስድን እዩ። ካድረ ሓላፍነት ኣይወስድን፣ ሓላፍነት ህዝቢ ከዓ ሓላፍነት ክስከም ኣይገብርን። መራሕቲ እኮ እንታይ እዮም? መራሕቲ ንኣብነት ድሩዕ እንታይ እዩ? ድሕሪ እቲ ኩናት ናይ ወራራት ምስ ተወደአ ሕሳብና ክንገብር ኣለና እዩ። ሕሳብና ክንገብር ኣለና እንታይ ማለት እዩ? ዝተበላሸወ ነገራት ኣሎ፣ ክንፀባፀብ ኣለና። ሓላፍነትና ክንዋፃእ ኣለና እዩ ዝብል ዘሎ። መራሒ ከምኡ እዩ ዝብለካ። ካድረ ግን ኩሉ ፅቡቕ እዩ ዘሎ፣ ፅቡቕ ኢና ንኸይድ ዘለና፣ ዘጋጥም ነገር የለን፣ ርእዩና ከምዚ ኮይንና ጠንኪርና ሓይልና እዩ ዝብለካ ካድረ። ካድረ ሓላፍነት ክስከም ኣይገብረካን እዩ። ንባዕሉ ሓላፍነት ኣይስከምን እዩ፣ ሓላፍነት ክስከም ከዓ ኣይገብረካን እዩ። ኣብዚ ደገ ዘለዉ ከዓ እንታይ እዮም ዝገብሩና ዘለዉ? ኣብ ክንዲ ሓላፍነት ተሰኪምና ብዛዕባ ናይ ዓድና ዘሎ ጉዳይ ሓላፍነት ኣክንዲ ክንስከም ዝገብሩ እንታይ እዮም ዝገብሩ ዘለዉ ሓደ የደናግሩና ካልኣይ ከዓ ብዓሌታዊ ነገራት ከም ንወርድ ዓሌታዊ ነገራት ወሪድና ከም ንምልሰሎም ከም ንዛረብ ምስኦም ከም ንተሃላለ ካብ ሸንኮለል እዮም ከእትውና ሪድም ዘለዉ እዚኦም ሰባት እዚኦም ግን እዚኦም ካድረታት ግን ናይዚ ሃገር ፀላእቲ እዞም ካድረታት እዮም ካድረ ከኣ ኣይመሃርን እዩ ካድረ ኣይቅየርን እዩ ካድረ ይቅተል ጥራይ ይቅተል ጥራይ ዋላ ሓንቲ ካልእ እስታ የብላን ንሕና ግን ንኣብነት ከም ማሕበር ሸውዓተ ንሕናስ ዕላማታት ኣቐሚጥና ኣለና ነዞም ዕላማታትና እዚኦም ንምትግባር ከኣ ሓላፍነት ክንወስድ ኢና ኩሉ ሰብ ከኣ ሓላፍነት ክወስድ ነዛ ሃገር ከድሕና እየ ዝብል ሲ ካድረ ምዃን ኣይኮነን ዘድልየና ዘሎ ሕጂ ሓላፍነት ዝወስድ እዩ ዘድልየና ዘሎ ሓላፍነት ክትወስድ ተኾይንካ ከኣ ምስ ካባኻ ዝበቕዑ ሰባት ምስራሕ እዩ ምውዳብ ማለት እያ እዚኣ ሰብ ክውደብ እዩ ክደፍር ዘሎ ክውደብ ኣለዎ ናይዛ ሃገር ጉዳይ ከኣ ሓላፍነት ክስከም ኣለዎ ሓላፍነት ከይተሰከምካ ኩሉ ነገር ጽቡቕ እዩ ዘሎ እንታይ እዩ ዝብሃል በምሓርኛ ኣልጋ ብኣልጋ እዩ ዘሎ ኣልጋ ብኣልጋ ማለት ኩሉ ነገርስ ጥዑም እዩ ዘሎ እዛ ዓድና መዓርን ጸባን ከም ትፈስስ ዘላ ገይሮም እዮም ዝነግሩና ኖኖ ከምኡ ይኮነትን ካብዚ ዘላቶ ዝኸፍእ ነገር እዩ ሓላፍነት ተዘይተሰኪምና ካብዚ ዘላቶ ዝኸፍእ ነገር እዩ ከጋጥማ እዛ ዓዲ እዚኣ ካብዚ ዘላቶ ዝኸፍእ ደልሃመት እዩ ካብዚ ኣብ ሱዳን ኣብ ኢትዮጵያ ኣብ ሊብያ ዝረኣናዮ ዝኸፍእ ሽግር እዩ ከጋጥማ እንድሕር ሓላፍነት ዘይተሰኪምና እቲ ኩነታት እንድሕር ዘይተረዲእናዮ ጥራይ ናትና ሽግር ኣይኮነን ነቲ ሽግር ናትና ዘጋድዱ ነገራት ብዙሓት እዮም ዘለዉ ናይ ውሽጥን ናይ ደገን ስለዚ ሓላፍነት ምስካም የድሊ ምውዳብ ከዓ የድሊ ዋጋ ክትከፍል ከዓ ክትዳሎ ኣለካ እዚኣ ክብል ዘለዓይታ
ያ ቴንክ ዩ ቴንክ ዩ ወዲ ማይ ከምኡ ከዓ ቴንክ ዩ ሲራኮ ናይ ሎሚ ሓዊታ ኣብ መወዳእታ ሓንቲ ነገር ዕድል ክንዲ ሓንቲ ደቂቀ ኦኬ ኦኬ ሶሪ እንታይ ክብል ደልየ ንሕና ንብል ዘለና ሕጂ ኣብ ዓድና መንግስቲ የለን መንግስቲ ክህነፅ ኣለዎ ኢና ንብል ዘለና ዋላ ናይቶም ጂ ፊፍቲን ኣቦታትና ትሕቶ ከምኡ እዩ ነይሩ መንግስቲ ክህነጽ ኣለዎ ትካላት ክህነጹ ኣለዎም ኣብዛ ዓዲ እያ ኔራ ሕጂ እስቶም ነቲ ዋጋ በቃ ክኸፍልዎ ስድራቤቶም ገለመለኦም ፋሕፋሕ ክብሉ ምዃኖም ገለ እንዳፈለጡ እዮም ነቲ ሕቶ ገይሮሞ ሕጂ ነቲ ዋጋ እዚ ከዓ እስካዕ ሕጂ ክፍልዎ ኣለዎ ምስ ስድራቤቶም ደቂ ደቆም በጺሑ እቲ ዋጋ ሕጂ ንሕና ከዓ መንግስቲ ክንሃንጽ ተኮይንና ዋጋ ክንከፍል ኢና እዚ ከዓ ኩሉ ሰብ ክዳሉ ክኽእል ኣለዎ ሓንቲ ግን እዚ መንእሰይ እዚኦም ተጋደልቲ ነሮም ጀነራል ነሩ ክስታይ ነሩ ከምዚ ነሩ ገለ እዚኦም ኣብዛ ሳሕል ማይ ዝሰተዩ ሰባት ብፍላይ ኣብዛ ሰልፊ ዝነበሩ ናይዚ ሕብረተሰብ ካንሰር እዮም በቃ ሓደ ሰብ ሽኮርያ እንድሕር ሓሚሙ እግሩ እታ እግሩ ተቆሪፃ ጥራሕ ክትድርበደሉ ኣምበር እንታይ ኣይገብርን ኣይጥዕን ትልኩሙ እያ ነቲ ካልእ ኣካላቱ። እዚኦን ከኣ ካብ ሽኮርያን ካብ ካንሰርን ዝኸፍእ ካልእ ሽም ስጋብ ንረኽበሎም ንግዜኡ እዚኦም ሽኮርያን ካንሰርን እዮም። ነዚ ኩሉ ሰብ ነዛ ዓዲ ኢሳያስ በይኑ ኣይኮነን ነዛ ዓድና ምድረበዳ ቀይሩዋ። ነዞም ሰነፋት እዚኦም ሓንቲ ወዳኢተ ኢሎም ከም ሰብኣይ ከማን ኣብ ጸላም እሕሕ ክብሉ ዘይክእሉ ሰብኡት እዮም። በጻብጽ ሕማቃት ሰነፋት እዮም። በቃ ንሕማቅ ነገር ግን ንዕንወት በቃ ንሳቶም ክኢላታት ናቱ እዮም እሶም እዮም ከዓ ሕጂ ኣብዚ ሃገር ካንሰር ኮይኖምና ዘለዉ ነዚኦም ከዓ ምሂርካ ይትቕይሮም ምዒድካ ይትቕይሮም ገለ ገርካ ይትቕይሮም ምክንያቱ ከምታ ዝበልኩካ ኣረጊት ከልቢ ሓድሽ ጠራ ክዕለም ኣይክእልን ሕጂ እዘን ሚድያታት ተጋዳላይ ክስቶ ኦፕሬተር ናይ ክስቶ ነይሩ እዚ ክስቶ ከምዚ ገይሩ ነይሩ ከምዚ መርሓ ብርጌድ መርሓ በጠሎኒ ነይሩ ገለ መለ ኢልኩም ምምፃእ ግደፍዎ ክትጠቅም ለውጢ ክትመጽእ እንተደሊኹም ንደቅኹም ደቂ ደቅኹም ዝዓዲ ክትኮኑ እንድሕሪ ደሊኹም ነቲ ንእሽተይ መንእሰይ ዋላ ይጸይቕ ሓደ ነገር ደጋጊንካ ብምስራሕ እዩ ዝልምዕ ነቲ ንእሽተይ ኣምጽዎ እዚኦም ዝኣረጉ ክላባት ሲ እንታይ ኢና ክንሰምዓሉ እንታይ ኢና ክንምሃር ኣጉባዝ ከለዉ መንእሰያት ከለዉ ዘየድምዑስ ሕጂ ከድምዑ ንንእሽታት ኣሕዋቶም ባዕሎም ዓድና ክንሃንጽ ኢና ኢሎም ከገልግሉ ንዝኸዱ ካብ ቀዳማይ ዙርያ እስካብ ታሽዓይ ዙርያ ቀጥቂጦም ቀጣቂጦም ዓዲ ገዲፎም ከም ዝጠፍኡ እዮም ዝገበሩ እዚኦም እንታይ እዮም ክዕርዩ ኢልና ሕጂ እንታይ እዮም እንታይ እንታይ ዘይረኣናዮ ነገር እዮም ከምፅና ሕጂ ምስዚኦም ከራኽበና ዝኽእል ናይ ሓባር ዕላማ ክህሉ ኣይክእልን እዩ ምስዚኦም ከኣ ዝፈላልየና በቃ ጥይት እዩ ግንባሮም ብጥይት ሃሪምና ጥራሕ ኢና ካብዛ ናብዛ ዓድና ከማን እንታይ ክገብሩ ይብሉ እዚኦምሲ በቃ እቶም ዝበዝሑ ኢሳያስ ናብ ገሃነም እሳት ሰዲድዎም ኣሎ ዝኾነ ኣብዛ ሰልፊ ዝነበረ ሰብ ኩሉ ናብ ገሃነም እሳት እዩ ዝኣቱ እዚኦም ከዓ ናብ ገሃነም እሳት እዞም ተሪፎም ዘለዉ በዓል ዝዕንዳይ ድዩ ዝሳንቲም ዝበሃል ድዩ ሊንጎ ዝበሃል ግል ዝበሃል ዕራኒፍና ከዓ ናብታ ገሃነም እሳት ክንሰዶም ኢና ንሕና ከዓ ነዚ ዓድናስ ገሃነም እሳት ዝቀየርዋ እዞም ሰባት እዚኦም እዚ ሓሳዊ ዕንዳይ ካብቲ ናይ ኤምባሲ ኣብ ናይ ዓዲ ጣልያን ኣጣፋፊ እዩ ተሰዊኡ ረዲኻን ኩሎም እዚ ሳንቲም ዝበሃል ወዲ ኣብ ኣዲስ ኣበባ ነቶም ካብ ዓዲ በቃ ምንባር ስኢኖም ተሰዲዶም ዝኸዱ ሰባት እንዳሓሰቡ የእስሮም እዮም ሕጂ እዚኦም እዮም እዚኦም እዮም በቃ ኣነ ከምዚ ነይረ ኣነ ከምዚ ነይረ ኢሎም ዝፍክሩ ስለዚ ሲ እዚ ሓድሽ መንእሰይ በጃኹም ሰብኡት ኩኑ በቃ ንዝኾነ ነገር ባዕልክ ሓላፍነት ውሰደሉ ኣረጊት ከልቢ ሓላፍነት ክወስደልካ ይትፀበ
ቴንክ ዩ ቴንክ ዩ ሲራፋ ናይ ሎሚ መደብና ብዚ ክንዓፂ ኢና ወዲ ማይል ከምኡ የቐኒለይ ክቡራት ተኸታተልትና እዚ ኣብ ሽግ ኔትወርክ ኣብ ዩቱብ ኣትዮም ክትሪዎ ትኽእሉ ኢኹም ሼር ግበርዎ ሳብስክራይብ ላይክ ኣይትሕመቁ ርእይቶ ተልዩኩም ኣብ ኮመንት ሕደጉልና የቀንየልና የሕዋት። የቀንየልና ኣንታ።